ኣብዚ ሕጂ ሰዓት ኣብ ስደት ንብዙሕ ዓመታት ተንከራቲተን ገዛ፣ መሬት፣ ገንዘብ ሒዘን ከይደን ናይ ብዙሕ ዓመት ኣፍቃሪኤን ተሞርዕየን ሓዳር ምስ መስረታ ዘጋጥመን ዘሎ ከቢድ ፈተና ቅድሚ ሓዳር ምግባርክን ክትፈልጥኡ ዘለክን ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ሎማዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ናይ ሓንቲ ነገር ግን ንብዙሓት መልሲ ክኸውን ዝኽእል ብተደጋጋሚ ኣብ ኮሜንት ካብ ዝሕተቶ ሕቶን ብውሽጢ ብተደጋጋሚ እናነባዕኽን ተዕላኒ ካብ ዘለኽን ብፍላይ ካብ ስደት ዝተመለስክን ኣሕዋተይ ቅድሚ ስደት ነይርክን ንዓዲ ከይድክን ህይወት ሓዳር ምምስራትክን ክትፈልጥኡ ዘለክን ሓቅን እዩ ከም ዝመስለኒ እዚ ሓፍተይ ካብዘን ትግርኛ ዝሰምዓ ግን ክጽሕፋ ክዛረባ ዝኸብደን እያ በማርኛ እያ ሓጻር ዛንታ ኣብ ኮሜንት ጽሒፋትለይ ዘላ ሕቶኣ ጽሒፋትለይ ዘላ ሕቶኣ እሞ ከም ብበልኩም

እዩ ዘሎ ካብ ዝፋለጡ ዓሰርተ ዓመት ገይሮም ኣለዉ ብፍቕሪ ኣብዚ ሕጂ ሰዓት ድማ ብዓዱ ወዲኦም ቤተሰብ ፈሊጥዎ ቤተሰቦም እውን ብደስታ እዮም ተቐቢለምዎ ዘለዉ ዓዳ ንክትኣቱ ዝተወሰነ እዩ ተሪፍዋ ዘሎ ቤተሰብ ድማ መርዓ ንክገብሩ ኣብ ምድላው እዮም ዘለዉ ኣብ ስደት ኮይና ዝገዘእቶ መሬት ኣለዋ እቲ መሬት ድማ ንሳ ገንዘብ እናሰደደት ኣዲኣ እያ ገዛ ኣስሪሓ ወዲኣትላ ዘላ እዚ መሬት ገዚኣ ገዛ ክትሰርሕ ከላ ንእስነታ፣ ጉልበታ፣ ብዙሕ ነገራ ብዙሕ ዋጋ ከም ዝኸፈለትሉ እያ ትዛረብ ዘላ። ብሕጽር ዝበለ እዚ ኣፍቃሪኣ'ሲ እዚ ሰሪሕኽዮ ዘለኺ ገዛ'ሲ ንሽጦ እሞ ዓዲ ምስ መጻኺ ሸይጥና ስራሕ ንኸፍተሉ። ብድሕሪኡ ስራሕ ምስ ከፈትና ካብኡ ካብዚ ናይ ሕጂ ዘሎ ገዝኣ፣ መሬታ ማለት'ዩ፣ ስፍሕ ዝበለ ገዚእና ኣስፊሕና ካብዚ ናይ ሕጂ ዝሰፍሐ ጌርና ክነስርሖ ኢና እዩ ዝብለኒ ዘሎ ኣነ ድማ ኣይኮነን ዶ ክሸጦ ሲ ሽሙ እኳ ብሽመይ ክገብሮ ኣይደልን ብሽመደይ ክገብሮ እየ ዝደሊ ክጠልመኒ እዩ ኢለ ዘይኮነ ስካብ ሕጂ ንጹህ ወዲ ከም ዝኾነ ስለ ዝፈልጥ ስለ ዘይጥርጥሮ ነገር ግን ሓደ ሓደ ተጠላሊሞም ተኸሓሒዶም ዝብል ክሰምዕ ከለኹ ከዓ ይፈርሕ ይጨንቀኒ ስለዚስ ሸይጥና ከምዚ ዝብላ ዘሎ ምስ መጻኺ ሸይጥና ስራሕ ከፊትና ካብኡ ዝሰፍሐ መሬት ገዚእና ካብኡ ዝሰፍሐ ገዛ ክነስርሕ ኢና እዩ ዝብለኒ ዘሎ ኣነ ከዓ ዋላ እኳ ይእመኖሲ ግን ውሽጠይ በቃ ይፈርሕ ፍርሒ ይስምዐኒ ሰብ ስለ ዝኾንኩ ከዓ ተጨኒቐ እዩ ዝብል ብሓፈሻ ብጣዕሚ ብዙሓት ብዝሓለፈ ሓደ ናይ ጽገሬዳ ሓደ ናይ ዝሓንተም ሓረይቲ ዝነበረ ብዙሕ ዛንታታት ከምዚ ኢሉ ጠሊምዋ ገዝኣ ሽጥዋ ብሕጊ ከሲሱ ፍርቂ ወሲዱ ገለ ዝብል ክትሰምዓ ከለኽን ኣብ ኮሜንት ብጣዕሚ ብዙሓት ትሓታን ኢኽን ኣብዚ ናይ ሎም መዓልቲ ኣይተረደኣንን ኢልክን እውን ብውሽጢ ተዕልላኒ ኢኽን ትሓታኒ ኢኽን ዓዲ ኣቲኽን መሬት ገዚእኽን ገዛ ገዚእኽን ኔርክን ምስ ከድክን ተኸሲስክን ኣብ እንዳ ሕጊ ዘለኽን ፍርቂ ወሲዱ ጥራሕ ኢልክን ዝተረፍክን ብዙሓት እናነባዕኽን ተዕላኒ ኢኽን ብፍላይ እዘን ሰብኣየን ኣፍቃሪኤን ኣብ ዓዲ ዘሎ ኣብ ጎነን ዘሎ ኣነ ንድሕንነተን ክብል ዛንትኣን ፖስት ኣይገብረለንን ምኽንያቱ ናይ ዓድና ኩነታት ከምዚ ሕጂ ንሪኦ ዘለና ስለዝኾነ ካብኡ ከይተፈላለያ ኣብ ርሕቕ ዝበለ ከይተቐመጣ ንእሽተይ ከቢድ እዩ ስለዝሪእዎ ንሳቶም እውን ማለት እዩ ስለዚ ቀንዲ ኢሎም መዓልቲ ክምልሰልክን ዝደሊ ብዙሓት ካብ ዝከሓዳሉ ዘለዋ ኣዋልድ ስለዝኾና ንብዙሓት ተሓታኒ ሕቶታት እውን ንስኽን ስለዝኾንክን ሎም መዓልቲ ኣብ ጎግል ትኽክለኛ ሕጊ ናይ ኢትዮጵያ ሓንቲ ጓልን ሓደ ወድን ክመርዓዉ ከለዉሲ ገዛ ይኹን መሬት ይኹን ገንዘብ ነይርዋ ብኸመይ እዩ ንሱ ይግበእኒ ኢሉ ክኸሳ ዝኽእል? ንሳኸ ብኸመይ እያ ኣይግበኦን ኢላ ገንዘባን ንብረታን ክተትርፍ ዝኽእል? እንታይ እንተገይራ እያ ዝብል እሞ ኣብዛ ጎግል ሰርች ዝገበርክዋ ከንብበልኩም ብድሕሪኡ ኣነ ክምለስ እየ ዝውስኹ ሓሳብ ኣለኒ። ብመሰረት ናይ ኢትዮጵያ ፍትሃብሄር ሕጊ ቅድሚ መውስቦ ወይ ድማ ሓዳር ውልቀ ሰብ ዘፍረዮ ንብረት ከም ብሕታዊ ንብረት እዩ ዝውሰድ። እዚ ማለት እቲ ንብረት ናይቲ ቅድሚ ሓዳር ዘፍረዮ፣ ዘጥረዮ፣ ውልቀ ሰብ ጥራይ እዩ። ስለዚ ሓዳር ካብ ዝምስረት ድሕሪ ክንደይ ኣዋርሕ ወይ ዓመታት እዩ እቲ ቅድሚ ሓዳር ዘፍረይዎ ንብረት ይግበእኒ እዩ ተባሂሉ ዝሕተት ንዝብል ሕቶ ሕጉ ዝህቦ መልሲ ንጹር እዩ። ቀዳማይ መሰረታዊ ሕጊ ቅድሚ ሓዳር ዝነበረ ንብረት ናይ ውልቀ ንብረት ኮይኑ ይቕጽል። ሓደ ሰብ ቅድሚ ሓዳር ዘጥረዮ ንብረት፣ ገዛ፣ መሬት፣ ገንዘብ ይኹን ካልእ፣ ኣብ ውሽጢ ሓዳር ይኹን ድሕሪ ሓዳር ምፍራሱ ናይቲ ውልቀ ሰብ ጥራሕ እዩ። እቲ ካልኣይ መጻምድቲ፣ ሰበይቲ ወይ ሰብኣይ፣ ኣብ ሓዳር ስለ ዝጸናሕና ክማቐሎ ይግበእኒ እዩ። ኢሉ ክሓትት ሕጋዊ መሰል ኣይብሉን። እዚ ክኸውን ዝኽእል ግን ሕጂ እውን ትርድኡ ዘለክን ወይ ኣወዳት እውን ትርድእዎ ዘለኩም እታ ጓል ንኣብነት መሬት ይኹን ገዛ ነይርዋ እቲ ወዲ እውን ከምኡ ቅድሚ ሓዳር ዘፍረኽዎ ንብረት እዩ እንድሕር ኢላ ኣብ ሕጊ ኣፍሊጣቶ ማህተም ዘለዎ ሕጋዊ ወረቐት እንድሕር ደኣ ሒዛ ኣብ ሓዳር ይኹን ኣብ ውሽጢ ሓዳር ኮይኑ ምስ ተማራዓዉ ይኹን ምስ ተፋትሑ ይግበእኒ ኢሉ እቲ ወዲ ናይ ምሕታት ምንም ዓይነት መሰል ሕጊ ክህቦ ኣይኽእልን ምኽንያቱ ንሳ ቅድሚ ሓዳረይ ዘፍረኽዎ ኢላ ብፌርማ ዝዓረፈ ሕጋዊ ወረቐት ሒዛ ስለ ዘላ እዩ ዝብል ዘሎ። ግዜኸ ገደብ ኣለዎ ዶ ኢለ ሓቲተዮ ነይረ፣ ግዜ ገደብ የለን፣ ሓዳር ንኣዋርሕ ይጽናሕ ንዓመታት ይጽናሕ እቲ ቅድሚ ሓዳር ዝነበረ ብሕታዊ ንብረት ናብ ሓባራዊ ንብረት ዝቕየረሉ ናይ ግዜ ገደብ ወይ ዓመት የለን ዋላ ሓደ ግዜ ድሕሪ ሽዱሽተ ወርሒ ገለ ዝብል ነይሩ እቲ ሽዱሽተ ወርሒ ከ ኣበይ እዩ ዝሰርሕ ዝብል ዝተመለሰ መልሲ ኣሎ ከርእየኩም እየ ስለዚ ጓል ይኹን ወዲ ቅድሚ ሓዳር ምግባራ እንድሕር ትጥርጥሮ ኮይና እዚኣ ናይ ምግባር መሰል ኣለዋ እዩ ዝብል ካልኣይ ሕጊ ዝድግፎም ፍሉይ ኩነታት ሓደ መጻምድቲ ነቲ ናይ ካልኣይ መጻምድቱ ቅድሚ ሓዳር ዝነበረ ንብረት ክኸስስ ወይ ክሓትት ሕጊ ዝድግፎ ብዘይካ ኣብዞም ዝስዕቡ ፍሉያት ኩነታት ጥራሕ እዩ ቀዳማይ፣ ውዕሊ መፍስቦ እንተ ነይርዎም፣ እቶም ሰብ ሓዳር ቅድሚ ሓዳር ምግባሮም ወይ ቅድሚ ምምርዓዎም፣ ክመራዓዉ ከለዉ፣ ቅድሚ ሓዳር ዘጥረናዮ ንብረት እውን እንተኾነ ናይ ሓባር እዩ ዝኸውን ዝብል ናይ ጽሑፍ ውዕሊ እንተ ተፈራሪሞም፣ ንሱ ድማ ብሕጋዊ ኣካል ማህተም እንተ ጸዲቑ። እዚ ማለት ንኣብነት ንስኽን ኣፍቃሪኽን ክትመርዓዉ ከለኹም ገዛ ወይ መሬት እንድሕር ደኣ ነይሩኪ፣ እዚ ዘለኒ ገዛ፣ ዘለኒ ገንዘብ፣ ዘለኒ ንብረት ይኹን መሬት ኩሉ ናተይን ናይ ሰብኣየይን እዩ፣ ብሽመይን ብሰብኣየይን ይኹን ኢልኪ ብሽም ክልቴኹም ኣብታ ናይ ሰማንያ ወረቐትኩም ኣብታ ትፈራረሙላ ወረቐት እንድሕር ደኣ ንስኺ ፈቒድኪ ንሱ እውን እንድሕር ደኣ ንብረት ሃልይዎ ከምኡ ገይሩ እንድሕር ደኣ ፈቒዱ ብሽም ክልቴና እንድሕር ኢልኩም ኣጽዲቕኩምዎ ሓዳር ገይርኪ ድሕሪ ሰሙን ድሕሪ ወርሒ ድሕሪ ዓመታት ናይ ምሕታት ፍርቂ ተመቒሉ ናይ ምኻድ ሙሉእ መሰል ኣለዎ ሕጊ ይድግፎ ምክንያቱ ብሽም ክልቴኹም ኢልኪ ስለ ዘጽደቕክዮ ማለት እዩ ወዲ እንተኾይንካ እውን ከምኡ ካልኣይ ድማ እቲ ንብረት ኣብ ውሽጢ ሓዳር ዓብዪ ለውጢ ወይ ወጻኢታት እንተተገይሩሉ ንኣብነት እቲ ሰብኣይ ቅድሚ ሓዳር ዝነበሮ ባዶ መሬት ነይርዎ ይኸውን ኣብ ውሽጢ ሓዳር ግን ብሓባር ዘጥረይዎ ንብረት ተጠቒሞም ዓብዪ ገዛ እንተሃኒጾምሉ ወይ እንተሐዲሶምዎ ኣብዚ እዋን እዚ እታ ሰበይቲ እቲ መሬት ናትካ እዩ፣ እቲ ገዛ ግን ብሓባር ዘጥረናዮ ስለ ዝኾነ ክማቐሎ ይግበእኒ ወይ ዘውጻኽዎ ድኻመይን ገንዘበይን ይመለሰለይ ይግበእኒ እዩ ኢላ ክትከስስ ትኽእል እያ። እዚ እውን ከምኡ፣ ከምዚ ትርእይዎ ዘለኹም መሬት ነይርኪ ወይ መሬት ነይርዎ ኣብ ውሽጢ ሓዳር ከለኹም ገዛ እንድሕሪ ስሪሕክምዎ፣ ሓደ ክፍሊ ነይሩኪ ካልኣይ ክፍሊ ዓሰርተ ክፍሊ ተወሲኽክሉ፣ ካንሸሎ ዝኾነ ነገር እንተወሲኽክሉ ወይ ድማ ቪላ ገዛ ነይሩ ንኣብነት ካልእ ዓይነት፣ ዲዛይን ገዛ እንድሕር ደኣ ስሪሕኺዮ፣ እንድሕር ደኣ ተሰሪሑ ኣብ ውሽጢ ሓዳርኩም ከለኹም እንድሕር ደኣ ኣሐዲስኩምዎ፣ ኩሉ ናይቲ ብሎኬት፣ ናይ እምኒ፣ ናይ ቆርቆሮ፣ ናይ ካልእ ኣብቲ ሕድሳት ዝወጸ፣ ኣብቲ መስራሕ ገዛ ዝወጸ ብሙሉኡ ብዘይታ መሬት ናቱ ፍርቂ ተመቒሉ ናይ ምኻድ፣ ንስኺ'ውን ተመቒልኪ ናይ ምኻድ፣ ከሲሱ ፍርቁ ናይ ምርካብ መሰል ይህልዎ። ምኽንያቱ ኣብ ውሽጢ ሓዳር ከለኹም እንድሕር ደኣ ኮይኑ ዋላ ንስኺ ሓንቲ ቅርሺ ኣይትሓግዝዮ ወይ ንሱ ሓንቲ ቅርሺ ኣይሓግዘኪ መሬት ነይርኪ ገዛ ኣስርሕዮ ገዛ ነይርኪ ገዛ ወስኽሉ እሐድስዮ ቐይርዮ ኣብ ውሽጢ ሓዳርኩም ስለ ዝኾነ ናይታ ዝተሓደሰትላ ናይታ ዝተሰርሐትላ ናይታ ብሙሉኣ ዝወፀታ ወፃኢ ካብ ሚናወሎ ካብ ነዳቑ ጀሚሩ ፍርቂ ናይ ምምቃል መሰል ኣለዎ እስኺ ተኮይንክ እውን መሰል ኣለክ እዩ ሕፅር ዝበለ ሳልሳይ ድማ ናይ ክሲ ናይ ክሲ ገደብ እዚ ናይ ክሲ ገደብ እውን እቲ ሕቶ ሓዳር ድሕሪ ምፍራሱ ብምፍታሕ ወይ ድማ ብሞት ንዝለዓል ክሲ ዝምልከት እንተኾይኑ ንብረት ንምክፍፋል ዝቐርብ ክሲ ብመሰረት ሕጊ ፍትሃብሄር ዓንቀፅ ሽሕ ሓዳር ካብ ዝፈረሰሉ ዕለት ጀሚሩ ኣብ ውሽጢ ሽዱሽተ ኣዋርሕ ክሲ ክቐርብ ኣለዎ። እዚ ግን ንሓባራዊ ንብረት ኣብ ውሽጢ ሓዳር ንዝፈረየ ዝምልከት እዩ። ብሓፈሻዊ ኣገላልፃ ሓደ መፃምድቲ ቅድሚ ሓዳር ዘፍረዮ ንብረት ሙሉእ ብሙሉእ ናቱ ጥራሕ እዩ። እቲ ካልኣይ ወገን ስለዝተመርዓና ይግበእኒ እዩ ኢሉ ክኸስስ ሕጋዊ መሰረት ኣይብሉን። ንኣዋርሕ ይኹን ንዓመታት ዋላ ይጽናሕ እቲ ሓዳር እዩ ዝብል። እዛ ናይ ሽዱሽተ ወርሒ ዝብል ዘሎ ንኣብነት ሰበይቱ ወይ ሰብኣያ ብሞት እንድሕር ተፈልዮም ቅድሚ ሽዱሽተ ወርሒ ክስካዕ ሽዱሽተ ኣዋርሒ ዘሎ ከሲሱ ናይ ምቕባል ናይ ምርካብ እዩ መሰል ክህልዎ ዘለዎ ካብ ሽዱሽተ ኣዋርሕ ክሓልፍ ኣይብሉን እዩ ዝብል ዘሎ ብምፍታሕ ተኾይኑ እውን ከምኡ እዩ ዝብል ዘሎ ብሓፈሻ ሓደ ሰብ ቅድሚ ሓዳረይ ኢሉ እንድሕር ደኣ ገንዘቡ የለ ንብረቱ የለ ማህተም ብዘለዋ ወረቐት ብሕጊ እንድሕር ኣፍሊጡ እቲ ካልኣዩ እታ ሰበይቱ ወይ እቲ ሰብኣያ ይግበአኒ ኢሉ ናይ ምኽሳስ መሰል የብሉን እንድሕር ደኣ ብሽም ክልቴና እዩ ኢሉ እንድሕር ደኣ ኣብ ወረቐት መርዕኡ ኣስፊርዎ ግን ይሓግዛ ኣይሓግዛ ዋላ ሓንቲ ኣምስት ሳንቲም ኣይሓግዝኪ ገዛኺ ይኹን ንብረትኪ ይኹን መኪናኺ ይኹን ኩሉ ዘፍረኽዮ ናይ ምውራስ ናይ ምምቓል መሰል ኣለዎ ጓል እንተኾይና እውን ከምኡ መሰል ኣለዋ ዝብል ብጣዕሚ ብዙሕ ሕቶታት እዩ ሓቲቶ እዩ ኣነ ካልእ ድማ ኣነ ዝፈልጦ ገዛ ነይሩኪ እታ ገዛ ንሽጣ እሞ ብካልእ ገዛ ንቐይራ እታ መሬትኪ ብካልእ መሬት ንቐይራ እንድሕር ዳኣ ኢልኪ መሬትኪ ሸይጥኪ ካልእ መሬት እንድሕር ዳኣ ቀይርኩምዋ ክልቴኹም ካብ ትማራዓው ንድሓር እንድሕር ዳኣ ሓንቲ ገዛ ገዚእኹም ንሱ ሓንቲ ቅርሺ ዘይክሕግዘኪ ይኽእል ንሱ ሰብ ዓዲ ነይሩ ንስኺ ኣብ ስደት ነይርኪ ንስኺ ደመወዝ ነይርኩ ንሱ ደመወዝ ዘይብሉ ክኸውን ይኽእል ካብ ትማርዓዊ ንደሓር ዝተገዝአት ገዛ ስለ ዝኾነት ናተይ ናይ በይነይ እዩ ኢልኪ ናይ ምሕታት ብሕጊ ናይ ምኽሳስ ምንም ዓይነት መሰል ክህልወኪ ኣይኽእልን። ልክዕ ከም ጽገሬዳ ልክዕ ከምዛ ኣብዚ ቀረባ መዓልቲ ዝቐረበት ኣምሓረይቲ ክኸውን ይኽእል ብጣዕሚ ብዙሓት ካብ ዝቐርባ ንባዕሉ ክትዝክራ ትኽእላ ይኽን ስለዚ ሰብኣይኪ ንሱ ሓንቲ ቅርሺ ከይሓገዘኪ ገዛኺ ሸይጥና ብኻልእ ገዛ ንቐይራ እንድሕር ራእ ኢሉ ካብ ውሽጢ ሓዳር ከለኹም ካብ ትመርዓው ንድሓር ድሕሪ ሰሙን ይኹን ድሕሪ ሓደ መዓልቲ ዋላ ካልእ ገዛ እንተገዚእኺ ካልእ መሬት እንተቐይርክያ ናተይ እያ ኢልኪ ናይ ምኽሳስ መሰል የብልክን። ናተይ እያ ዘይኮነ ክትብሊ ዘለኪ ፍርቁ ተመቒሉ ንስኺ ከዓ ፍርቂ ክተትርፊ ኢኺ ትኽእሊ። ወይ እታ ገዛ ክትሸጥያ ኢኺ ወይ ናይታ ገዛ ፍርቂ ተተሚና ቅርሹ ክትከፍልዮ ኢኺ ማለት እዩ። ወዲ ተኾይኑ እውን ከምኡ። ስለዚ ብሕጽር ዝበለ ክብለኪ ዝደሊ ስደተኛ ሓፍተይ ደላዪት ምኽሪ ርግጸኛ እየ ትግርኛ ክትሰምዒ ትኾኒ ኢኺ ንኸምኡ ኢኺ ሓቲትክኒ ትኾኒ እየ ዝብል። ስለዚ ኣነ ክብለኪ ዝደሊ ዓሰርተ ዓመት ማዕዶ ንማዕዶ እምበር ዓሰርተ ዓመት ኣብ ሓደ ገዛ ሓዳር መስሪትኩም ኣይኮንክን ባህርያቱ ትፈልጥዮ ብዙሓት ሕጂ ኣብ ስደት ነይረን ዓዲ ተመሊሰን ይፈልጦየ ይኣምኖየ ንዝበልኦ ወዲ መሬት ክንሽጦ ኢልወን ንዕኡ ንኸየዕንቅፉ ኢለን ገዛ ክንሽጦ ስራሕ ንክፈተሉ ኢልወን ፍርቀይ ሃብኒ ኢሉ ኣብ ሕጊ ዘንከራትተን ዘለዋ ደም ዝነብዓ ዘለዋ መዓት ኣለዋ መዓት ኣብ ዓዲ ዘሎ ብዙሕ ሰብ እዛ ናተይ ቪድዮ ዝሰምዐ ንኣብነት እከለ ኢሉ ክምስክር ርግጸኛ እየ ስለዚ ብዙሓት ኣለኸን ብውሽጢ እናመጻኸን ትዕላኒ ዘለኸን ትሓታኒ ዘለኸን ንሽጦ እናበለ ዝርብሸኪ እንድሕር ደኣ ኮይኑ ሓደ ንጥቕሚ ከም ዝቐረበኪ ምልክት እዩ ኣብ ገዛኺ ነርኪ ገዛኺ ሸይጥኪ ካልእ ገዛ ወይ ካልእ ስራሕ ንኽፈተሉ ንኣብነት ስራሕ ንኽፈተሉ እንድሕር ኢልክሲ ካብ ገዛኺ ወጺኽስ ናብ ገዛ ኸራይ ክትኣትዊ ዘለኺ? እንድሕር ደኣ ዘፍቅረኪ ኮይኑ ደቁ ኣብ ገዛ ኸራይ ክነብሩ ኣይደልን። ዋጋኺ፣ ድኻምኪ፣ ስደትኪ፣ ጉልበትኪ፣ ዝኸፈልክዮ ዋጋ ይርድኦ እዩ፣ ገዛኺ ተሸይጡ ኣብ ገዛ ኸራይ ንኽትነብሪ ንሽጦ ዝብል ተንኮል ክሓስበልኪ ኣይኽእልን። ልክዕ ንስኺ ብሓቂ ንዘፍቀርክዮ ወዲ ኣፍቂርኪ ኣሚንኪ ሓዳር ንዝመስረትክሉ ወዲ እኮ ንሽጦ ክትብልዮ ኣይትኽእልን። ድኻሙ ይኹን፣ ህይወቱ ይኹን፣ ኩሉ ነገሩ ትርድእሉ ኢኺ። ደቅኺ ዝዓብይሉ፣ ደቅኺ ዝመሃርሉ፣ ዝቕመጥሉ፣ ደቅኺ ዝሕንቀቕሉ፣ ከም ድላዮም ወጺኦም ዝኣትውሉ ገዛ ምዃኑ ትርድኢ ኢኺ። ተፍቅርዮ እንድሕር ደኣ ኮይንኪ፣ ተጠቒምኪ ካብኡ ዝኾነ ጥቕሚ ረኺብኪ ንኽትወጺ ተዘይኣቲኺ፣ ከምኡ ጌርኪ ንሽጦ ናበልኪ ክትርብሽዮ ኣይትኽእልን። ብዙሓት ክዓለኽን ቅድሚ ሓዳር ናይ ባዕሉ ብሽም ኣዲኡ ብሽም ኣሕዋቱ ጌሩ፣ ንስኽን ግን ብሽም ክልቴና ንግበሮ ኢልክን ኣብ ፌርማ ብሽም ክልቴኽን ተፈራሪምክን ሓዳር ትምስርታ። ናትካ ከ እንታይ ኢልክኑ ኣደይ ኣብያትኒ ሓፍተይ ኣብያትኒ ይብለክን ኣብ ሓዳር ምስ ኣተኺ ወይ ንሽጣ ወይ ምቐልኒ ወይ ክኸሰኪ እየ ይብለኪ ሕጊ ስለ ዝድግፎ ድማ ወይ ገዛኺ ሸይጥኺ ናብ ገዛ ኸራይ ክትወጺኺ መሬትኪ ሸይጥኺ ገንዘብኪ ሂብኪ ጥራሕ ከም ዝተረፍኪ ናብቲ ዝነበርክዮ ናይ ቀደም ቅድሚ ስደት እትፈርሕዮ ዝነበርኪ ሂወት እቲ ዋጋ ከፊልክሉ ዘለኺ ከሲርኪ ክትምለሲ ኢኺ ስለዚ ተጠንቅቓ ሓደ ካብ ንዕኡ ከይከስር ኢልክን ገዛኽን ካብ ምኽሳር መሬትክን ካብ ምኽሳር እመንዮ ነገር ግን ገዛኺ ብምሻጥ ንብረትኪ ብምሻጥ ገንዘብኪ ብምርካብ ዋጋ ከፊልኪ ዝረኸብክዮ ነገር ብምርካብ ኣይኹን እምነትኪ እምነትክንን ፍቕርኽንን ገደብ ግበራሉ እየ ዝብለክን ስለዚ ኣነ ከማኸረኪ ዝኽእል ከይትሸጥዮ ከይትልውጥዮ ክስካዕ ባህርያት ትፈልጥዮ ንባዕሉ ብሽመደይ ክገብሮ ዝበልክዮ ግበርዮ ረኣዮ ከምኡ እንድሕር ደኣ ኮይኑ ከምቲ ትፈልጥዮ ከዓ ጸኒሕኺ ስርዕዮ ነገር ይኹን እምበር ሕጂ ተጠንቀቂ እየ ዝብለኪ ክብርቲ ሓፍተይ ደላይት ምኽሪ ንሎማዓልቲ ዝነበረትና ጸንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ናዕኹም ባይ ባይ